ሎሚ ንኹሉኹም ኤርትራውያን ነበርቲ ዩጋንዳ ብፍላይ ድማ ነቶም ነዊሕ ግዜ ናይ ስደተኛታት ወረቐት ወይ ኣሳይለም ክትጽበዩ ዝጸናሕኩም ኣገዳሲ ሓበሬታ ሒዝና መጺና ኣለና። ከም ዝፍለጥ እቲ ወረቐት ነዊሕ ግዜ ተቋሪጹ እዩ ጸኒሑ ሕጂ ግን ስርሑ ከም ዝጀመረ ሓበሬታታት ይበጽሑና ኣለዉ። እቲ ምዕዳል ወረቐት ንከባቢ ዓመት ተቋሪጹ ከም ዝጸንሐ ዝፍለጥ ኮይኑ ሓደስቲ ዘይተመዝገብኩም ሰባት ነዚ ዕድል ክትጥቀምሉ ትኽእሉ ምዃንኩም ክነፍልጥ ንደሊ። ናብዚ መመዝገቢ ቦታ ኣብ እንኸደሉ ግዘ እንታይ ክንገብር ኣለና? ናትና ኤርትራውያን ምዃንና መለለዪ ወይ መረጋገፂ ሰነድ ከም ናሽናል ኣይዲ ወይ መንነት፣ ታሴራ ንብሎ፣ ረዚደንት ኣይዲ ወይ ካልእ ዘለና ሰነድ ሒዝና ክንከይድ ብትሕትና ነዘኻኽር። እዚ ወረቐት ወይ ረፊጂ ኣሳይለም ንምንታይ እዩ ዘድልየና? ሕጋውምነት፣ ኣብ ዩጋንዳ ከም ሕጋዊ ስደተኛ መጠን ክትፍለጥን ብዘይ ስግኣት ክትንቀሳቐስን የኽእለካ። ንግዳዊ ስራሕ፣ ብዘይ ናይ ስደተኛ ወረቐት ናይ ባንክ ሕሳብ ክትከፍት ወይ ሕጋዊ ንግዲ ክትጅምር ኣዝዩ ጸጋም እዩ። ናይ ጉዕዞ ሰነድ፣ ናብ ወጻኢ ሃገራት ንምጋሽ ዘኽእል ናይ ጉዕዞ ሰነድ ምውጻእ እቲ ቀንዲ መበገሲ ረቋሒ እዚ ወረቐት እዩ። ብሓፈሻ፣ ዝኾነ ሕጋዊ ንጥፈታት እዚ ሰነድ ኣሳይለም ኣገዳሲ እዩ። ስለዚ እዚ ጉዳይ እዚ ብሸለልትነት ክረኣ የብሉን። ብሓፂሩ እቲ ተቋሪፁ ዝፀንሐ ምዕዳል ወረቀት ሕጂ ተጀሚሩ ኣሎ። ብኣካል ኣብቲ ቦታ ከይድና ድማ ኩሉ ዘጋጥም ዘሎ ባዕልና ክንምዝገብ ኩሉ መስርሕ ክንከታተሎን ንዕድም። ካብ ዘይሕጋውያን ደላሎን ኣሳለጥቲ ዝመስሉ ሰባትን ድማ ንጠንቀቅ። እዚ ንኹላቶም ኤርትራውያን ፅቡቅ ዜና እዩ። ነዚ ቪድዮ ሸር ብምግባር ነቶም ሓበሬታ ዘይረኸቡ ወይ ዘይብሎም ኣሕዋትና ነብጻሓሎም። ዝኾነ ሓድሽ ዝርዝር ሓበሬታ እንተመጽዩ ድማ ብቕልጡፍ ኣብ ግዚኡ ክነፍልጠኩም ምዃንና ነዘኻኽር። ኣብ ኮመንት ክትሓቱን ሓበሬታ ክትላወጡን ትኽሉ ኢኹም። ሰሰናዩ ሰላም። የቐንየልና። ቤት ተዛነ ዩቱብ ቻነል።